ኩሉ ዝከኣለና ክንገብር ደጊምና ደጋጊምና ንጽውዕ። ናይ ሎምዓልቲ መደባትና እምበኣር በዞም ከሓድቲ ይሁዳውያን ክንጅምር ኢና። ናባኹም ከነብሎ ሰናይ ምክትታል። ታይ ሾካኮች
እንደምን አላችሁ መቼም አትጠፉ

እዚኦም ምቲ ንመሬት ኤርትራ ንኽወርር ወይ ድማ ባሕሪ ኤርትራ ንምውናን ኣብ ልዕሊ ህዝብን መንግስትን ኤርትራ ኩናት ንምእዋጅ ላዕልን ታሕትን ዝብል ዘሎ ቆልዓ ወዲ በሻሻ ናቱ ጉዙኣት ናቱ ተለኣኣኽቲ ብምዃን ኣብ ኢትዮጵያ ኣብቲ ናቱ ቤት ጽሕፈት ብምኻድ ክፈራረሙ ርኢናዮም ኣለና። እዚ ዝተፈራረምዎ ፌርማ ድማ ናይ ጊላን ጎይታን ፌርማ እዩ። ምኽንያቱ ንጊላነት ተቐቢሎም ዕሱባት ኮይኖም ንኽሰርሑ ብውዕል ወይ ድማ ብፌርማ ኣረጋጊጾም ኣለዉ ማለት እዩ። ነዚኣ ትምልከት ወይ ድማ ነዝን ወዲ ከምዝን ዝምልከት ሓበሬታ ድማ ናሆም ኤርትራዊ ስነ ጥበባዊ ሑቢ ምስ እዚኣ ኣተሓሒዙ ኣብቲ ናቱ ገጻት ፈይስቡክ ዝጸሓፋ ኣገዳሲት ጽሕፍቲ ኣላ። ከም ዘላታ ናባኹም ከነብላ ኢና፣ ከነንብባ ኢና ማለት እዩ። ሰናይ ምክትታል ናብቲ ጽሑፍ ከብለኩም። ሰብ ናብ ሰቡ ዝርኢ ናብ ገረቡ። ንኹሉ ንጹር ክኸውን ኣነ ልዕሊ ሰበይ ሰሪሐ ወይ ፈሊጠ ኢለ ዘይኮንኩስ፣ ሓቀኛ ምስሊ ውሽጠይ ንሰማዒየይ ንህዝበይ ንመዛኖይ ኮጉልሕ ባህ ስለ ዝብለኒየ። ሰብ ኣብ ድላዩ ክኣምን መሰሉዩ ዝብል ኣቋውማውን እዩ ዘለኒ። ግን ንህዝበይን ንሃገረይን ዝጎድእ ምንቅስቓስ ኣብ ዝዕዘበሉ ግዜ ነዚ ብትሪ'የ ዝቃወሞን ዝቃለሶን። እቲ ምንታይሲ፣ ኤርትራዊ ስለ ዝኾንኩ። ንሃገረይን ንህዝበይን ድማ ከም ኩሉ የፍቅርን የኽብርን ይምእዘዝን። ኣብዚ ስደት ከም ዘለኹ መጠን ድማ ከም ኩሉ መንእሰይ፣ ኣብዚ ስደት ዝግበር ዘሎ ሕማቕ ነገራት ናብ ህዝበይ ሸር ይገብር። ኦኬ። ንኺድ ናብቲ ቀንዲ ርእስተይ። እዞም ኣብዚ ምስሊ ንዕዘቦም ዘለና ሰባት ንዕኦም ዝመስሉ መሳርሕቶምን ኣብዚ ስደት እቶም ቀንዲ መርዚ ናይዚ ወለዶይ ኮይኖም ዘለዉ ጎሓላሉ እዮም። እዚ ክብል ዝደረኸኒ ምኽንያት ድማ ኩሉ ዝፈልጦ ኮይኑ ግን እንዳሰምዑ ዝደቆሱ ስለ ዘለዉ ቀጻሊ ናይ ምብርባር ስራሕ ድማ ንኹልና እዩ ዝምልከት። ምስሎም ክቐያይሩ ዘይእግሞም ምስ ዘዝመጸ ጸላኢ ኤርትራን ኤርትራውነትን ንዕንወትን ውድቀትን ኤርትራውነት ክሰርሑ ዘይእግሞም ሕብሮም ከም ነፋሒቶ ዝቐያይሩ ጸረ ኤርትራውያንን ኤርትራውነትን እዮም። ናይዚ ቀሊል ኣብነት ንምውሳድ ትግራይ ትግርኚ ዝብል የዕናዊ ሓሳብ ዝውንን ምትእኽኻባት ብዙሓት መንእሰያት ኣኪቦም ንሳቶም ጅብኦም እንዳኣስፍሑ ንበዙሓት መንእሰያት ግዳይ ገይሮም ቀጺሎም ብሩህ መጻኢ፣ ስምረት፣ ይኣክል፣ ብርጌድ ንሓመዱ ወዘተ እልቢ ዘይብሉ ናይ ምትእኽኻብ ጉጅለታት እንዳፈጠሩ ንመንእሰይ ክሳብ ናብ ሜዳ ኣውሪዶም ምስ የሕዋቶም ብብረት ክጣፍኡ ሰሪሖም። ኣብዚ ውን ብዙሕ መንእሰይ ኣደዳ ሞትን ስንክልናን ማእሰርትን ኮይኑ። ንሳቶም ግና ከም ቀደሞም ጅብኦም እንዳስፍሑ እንዳሕበጡ ናብርኦም እንዳጣጥሑ ይጓዓዙ። ቆጺሎም ንህዝቢ ብዓሌት፣ ሃይማኖት፣ ኣውራጃ ከም ዝበላላዕ ገይሮም መንእሰይ ኣብ ማስሜድያ ንሓድሕዱ ክባላዕ ውን ሰሪሖም። በዚ ውን ኣይዓገቡን ኣብ ስደት ዝነብር መንእሰይ ብዘለዎ ድኽመት ተጠቒሞም ኣብ ሃገራዊ በዓላት ምስ የሕዋቶም ክቃተሉ ጎስጓስ ጀሚሮም። ሰሚሩሎም ድማ። ብዙሓት መንእሰያት ኣደዳ ሞትን እሱርቤትን ስንክልናን ኮይኖም። ንስዉኣት ክውንጅሉን ንጀጋኑ ከቃናጽቡን ንወለዶኦም ክደፍሩን ፍሉይ ስድነት ክውንኑን ገይሮም ካብ ባህሪ ኤርትራውነት ጠቕሊሎም ክወጹ ሰሪሖም። ብዙሓት መንእሰያት ውን ኣብዚ ጌጋታቶም ተቖማጢዖም። ብድሕሪዚ ኣነ ትግራዋየ ኣነ ትግራይ ትዕወት ዝብል ዕንደራ ሒዞም መጺኦም። ነዛ ኩላ መንእሰይ ኣብ ትሕቲ ቁጽጽሮም ገይሮም ኣነ ትግራዋየ ትግራይ ትዕወት ኣቢሎማ። ሕሉፍ ሓሊፎም ድማ ነተን ንኤርትራ ልኡላውነታ ንኸይድፈር ደኺመ ጠምየ ጸሚኤ ከይበለ ለይትን መዓልትን ዝሰርሕ ዘሎ ጅግና ምክልኻል ሰራዊት ኤርትራ ብዘይ ወዓሉ ክጥቁኑን ከጸልሙን ክኸሱን ጀሚሮም ኣብዚ ውን ብዙሕ መንእሰይ ግዳዮም ኮይኑ ቀጺሎም ድማ ምስ ብልጽግና ኮይኖም ኣብዚ ግዜ እዚ ምስ ዶክተር ኣቢይ ኢድን ጓንትን ኮይኖም ንኤርትራ ንምውራር ንመንእሰይ ክምልምሉ ጀሚሮም ኣለዉ ሕጂ ውን ዝስዕብዎም ኣይተሳእኑን፣ ሕሉፍ ሓሊፎም ኣብ ኣዲስ ኣበባ ዘለዉ ኤርትራውያን ብሓይሊ ናብቲ ሰይጣናዊ ጉዕዞኦም ይጽንበሩ ኣለዉ። እዚ ዩ ናይዞም ከሓድቲ ይሁዳ መንገዶም ዘዕበየኒ ሕብረተሰብ ከይቅየመኒ እምበር ኣብ ልዕሊ ዞም ፍጡራት ሕማቅ ቃላት ተጠቂመ ክጽሕፍ ዩ ውሽጠይ ዝህውኸኒ ግን ዘየዕበየኒ ባህሪ ኣይትግብርን እየ ሕጂ ውን ከም ኩሉ ውልቃዊ ሓሳበይን ኣብ ስደት ዘሎ መዘናይ ወስ ክብል። እዚ ኩሉ ክንብል ከለና ሃገርና ጽቡቕ ኣላ ህዝብና ጥዒምዎ ኣሎ ማለት ኣይኮነን። ግን ሃገርናን ህዝብናን ክጥዕሞ ንሕና ምስ ህዝብና ብኤርትራውነት ጭውነት ኢድን ጓንትን ኮይንና ብፍቕርን ሰላምን ሓድነትን ምስ እንሰርሕ እዩ እምበር ምስ ዘዝመጸ ጸላኢ ተተተሊፍ ተተጠሊፍና ህዝብናን ክብርናን ብምጥፋእ ኣይኮነን። ኣብ መወዳእታ ሕቶ ኣቐሚጠ ጽሑፈይ ከጠናቕቕ። ኣብ ስደት ኮይኖም ንልዕሊ ዕስራ ዓመታት ብኸምዚ ዝተገልጸ ኣገባብ ተጓዒዞም ኣብ ኤርትራ ዘምጽዎ ለውጢ ወይ ጽልዋ ኣሎ ድዩ? ናተይ መልሲ የለን። ስለዚ እየ ድማ ኩሉ ስደት ዝወጸ ህይወቱ ክቕይር ደኣ እምበር ክቃወም ዝተሰደ የለን። ስለዚ ዕላማ መስደዲና ንምፍላጥ እዩ ናተይ መርገጺ። ናትኩም ድማ ብኣኽብሮት ኣቕርቡ። ሰላም ንኹሉ ይምነ። ሕራይ እምበር ተኻታተልቲ ነባት ሜድያ እዚ ክንሰምዖ ዝጸናሕና ጽሑፍ ከምቲ ኣቐዲምና ዝገለጽናዮ ናሆም ሑቢ ኣብ ናቱ ገጻት ፈይስቡክ ዝዘርግሖ እዩ ኔሩ ነዚ ዝምልከት እዩውን ኔሩ ነዚ ክንሪኦ ዝጸናሕና ቪድዮ ናሆም ሑቢ ኩሉ ግዜ መንእሰያት ኣብ ምንቃሕን መንእሰያት ናብ ጌጋ መንገዲ ንኸይከዱን ከይተሓለለ ዩ ዝሰርሕ ሕጂ ውን ከይተሓለልካ ስራሕ ምክንያቱ እሶም ከይተሓለሉ ንጥፍኣትን ህዝብን ሃገርን ክሳብ ዝሰርሑ ንስካ ድማ ንሃገርካ ክትከላከል ንህዝብካ ክትከላከል መንእሰያትካ ናብ ዘየድሊ ነገራት ንከይወርዱ ናብ ሕማቅ ነገራት ንከይዝንብሉ ከምዚ ጌርካ ንየማን መንገዲ ክትመርሖም ትገብሮ ዘለካ ጻዕሪ ክትምስገን ይግበኣካ በሃልቲ ኢና። ናብ እቲ ዝቕፅል መደብ ምስ እንሓልፍ ድማ ተኻታተልቲ ነባቲ ሚድያ ብወገን ተጋሩ እውን እስከ ነዛ ቪድዮ እዚኣ ንስማዓያ። ተውዕል
ካብ ስምዒት ምውፃእ እቶም ሰላም ኢና ንደሊ ዝብሉና ዘለው ሰባት ትማሊ ብዛላምበሳን ብራማን ህዝቢ ተራኽቡ ኢሎምስ ጨጉሮም ክነፅዩ ኢሎም እዩዋ ወዮ ሰላም እንድዮም ዝደልዩ
እዞም ክንብሎም ዝጸናሕና ዩ ተኻታተልቲ ነባት ሜድያ እዚኦም ክንብሎም ዝጸናሕና ብዛዕባ እዞም ሸየጥቲ ሃገርን ህዝቦምን ዩ ምስዞም ከዳዓት ትማሊ ኣብ ኣዲስ ኣበባ ከይዶም ናይ ጊላን ጎይታን ፌርማ ተፈራሪሞም ዘለዉ ማለት ዩ ትማሊ ህዝቢ ኤርትራን ትግራይን ናብ ኩናት ክኣቱ የብሉን ሰላም ክኸውን ኣለዎ ዝብሉ ዝነበሩ ሕጂ ሰላም ምስ ኮነ ህዝቢ ነንሕድሕዱ ክተኣኻኸብ ምስ ጀመረ ድማ ኣንጻር ናይዚ ሰላም እዚ ክሰርሑ ጀሚሮም ስለዚ እንታይ እዩ ደርእየካ ንህዝቢ ትግራይ ፈትዮም ወይ ድማ ሓልዮም ኣይኮኑን ዓንገረር ዝብሉ ነይሮም ናቶም ረብሓ ስለ ዝነበሮም ጥራይ እዩ ንህዝቢ ትግራይ ራህዋ ክወርዶ ወይ ድማ ሰላም ክሰፍኖ ኣይደልዩን እዮም ስለዚ ምስቲ ትማሊ ንህዝቢ ትግራይ ጨፍጭፉ ዝብልዎ ዝነበሩ ስርዓት ምስኡ ከይዶም እንታይ ይገብሩ ኣለው ከኣ ህዝቢ ባዕሉ ይዕዘቦም ስለ ዘሎ። ሓቀይ እኮ እየ ማለት ተስፋይ ታደሰ ሰላም እየ ዝደሊ እንተይሉስ ፈትለወርቅ ምስ ኪዳነ ሰላም ክትበሃል ከላ ዝዕብድ ነገር ተሃልዩኒ እሞ ልክዕ ይኾንኩን ፔሬድ ዋ ሰላም ንኹሉ እንዲ እንታይ ዝገበረ ህዝቢ እዩ ብኩሉማ ይዕፀው ኣይሆንም እኮ ዓሻ ተዘይኮና ስለዚ ክዓጹና ሕዚ ውን ክቅጥቅጡና እዮም ዝደልዩ ዘለዉ ብስሩ ከይትዕሸዉ ካፍቲ ማዕዶ ዝመጽእ ኣጀንዳ ኣጀንዳኹም ኣይኮነን ኣጀንዳና ኣይኮነን ኣይመርዓናን ኣይድግስናን ድግስኹም ትግራይ እያ። ገዛኹም ትግራይ እያ ካሊእ ገዛ የልናን ኣብ ገዛና ኮይና ድላይ ኢና ንኹን ድላይ ኢና ዋላ ንራገፅ ካብ ገዛኻ ወፂእኻ ነዚ ህዝቢ እዚ ምኽሓድ ማለት ግን ሓጢኣት ይኹን እዩ ሓጢኣት ወንጀል ወዮ ካሊእ ነገር ከይመፅእ ተባሂሉ ትዕግስቲ ስለተገበረ እምበር ኣብ ትግራይ እንታይ ዘይተገበረ እኒሀ ኣብ ክልተ ዓመትን ሽዱሽተ ወራን
ናይ ብሓቂ ከምዚ ክንሰምዖ ዝጸናሕና ገሊጽዎም ኣሎ ማለት እዩ። ከምቲ ዝበሎ ድማ ኩሉ ግዜ ተጋሩ ነንሕድሕድኩም ከባላዓኩም እዩ ቆልዓ በሻሻ ዝሰርሕ ዘሎ ድሮ ውን ጀሚርዎ ኣሎ ማለት እዩ። ስለዚ ኩሉ ግዜ እታ ናተይ ትብላ ሃገር ወይ ድማ እታ ናተይ ትብላ ዘላትካ መሬት ንሳ እያ ናትካ ዋሕስ ንሳ እያ ናትካ ክብሪ ማለት እዩ። ኣይትዓሹ ነዞም በላዕቲ ውዳቕ ድማ ጽቡቕ ጌርኩም ፈሊጥኩሞም ኣለኹም። ሓንቲ ካብቶም ኣብ ኢትዮጵያ ላዕለዎት ሓለፍቲ ዝነበረት እሞ ድማ ትማሊ ኣብ ዝነበረ ኩነታት ናይ ትግራይ ንኣብይ ኣይቅበልን እየ ኢላ ከይዳ ሕጂ ድማ ከም ብሓድሽ ተመሊሳ

ከምዚ ንሰምዓ ዘለና እያ። ከመይ ገይሩ እዚ መስርሕ ናይ ጽምዶ ወይ ድማ እዚ ክልቲኡ ህዝብታት ኣብ ዶብ ዝራኸብ ዘሎ ከመይ ገይሩ ክቋረጽ ከም ዘለዎ፣ ከመይ ገይሩ እቲ ዶብ ክዕጾ ከም ዘለዎ ክንሰርሕ ክንክእል ኣለና። መንግስቲ ነዚ ክሰርሕ ክኽእል ኣለዎ ኢላ እያ ሓበሬታ ትህብ ዘላ።

ቀይ መስመር እንኳን የለንም እንዴ ያገር ቀይ መስመር የህዝብ ቀይ መስመር የለንም። ሕጂ ሓላይት ናይ ሃገር ወይ ድማ ሓላይት ናይታ ኢትዮጵያ ትበሃል ፈርካሽ ሃገር ናታ ሓላይት ኮይና እያ ትዛረብ ዘላ። እዚ ዶብ እዚ ናይ ኢትዮጵያ መሬት እዩ ቀይሕ መስመር እዩ ድማ። ህዝቢ ምስ ህዝቢ ክራኸብ የብሉን። ህዝቢ ትግራይ ክጭኮን ኣለዎ፣ ክዕጾ ኣለዎ፣ ክርገጽ ኣለዎ ዝዓይነቱ ኣዘራርባ እዩ። ካልእ ወላ ሓንቲ ትርጉም ዝወሃቦ ነገር ኣይኮነን። በዓል እዚኣ ንህዝቢ ትግራይ ከዲዐን ኣብ ኣዲስ ኣበባ ኮይደን መፃወቲ ናይ ቆልዓ ወዲ በሻሻ ኮይነን ኣለዋ። እዚ ጀሚሩ ዘሎ መስርሕ ፅምዶ ድማ ደው ከብሎ ዝኽእል ሓይሊ የለን። ቆልዓ ወዲ በሻሻ ደው ከብሎ ኣይክእልን እዩ።
እና እንዳለ ተከፈተ አሁን እንደፈለጉ ይገባሉ ይወጣሉ

በዚ ኮይኑ በቲ ብሓፈሻ ድማ ተጋሩ ኣብ ልዕሊኹም ባዕሎም እቶም ኣሕዋትና ትብልዎም ናብ ቆልዓ ወዲ በሻሻ ከዲዖም ዘለው እንታይ ዓይነት ሓሳብ ይሓስቡልኩም ኣለው ከመይ ገይሮም ከጥፍኡኹም ይሓስቡ ኣለው ምስኡ ይመኽሩ ኣለው ከምዚ ትርእይዎም ትዕዘብዎምን ዘለኹም እዩ መስርሕ ፅምዶ ድማ ዝኾነ ይኹን ሓይሊ ጠጠው ከብሎ ኣይክእልን እዩ ሰላም ኢና ንደሊ ኩናት ኣይንደልን ኢና ምባል እንታይ ጸገም ስለ ዘለዎ እዩ ሕጂ ሓላይት ናይ ናይዛ ፈርካሽ ሃገር ኮንኪ ኣዉ መጺኻ ትዛረቢ ከለኺ ከሕፍረኪ ዝግባእ ኔሩ ህዝቢ ምስ ህዝቢ ክስሕቅ ህዝቢ ምስ ህዝቢ ተኣኪቡ ዶብ ተኸፊቱ ብደስታ ክነብር እንታይ እዩ ንዓኺ ዝጎድለኪ ብጣዕሚ የሕዝኑ ከምዚኦም ዝኣመሰሉ ከዳዓት እዮም ንህዝቢ ትግራይ እዉን ጸገም ኮይኖሞ ዘለዉ ቀጺሎም ውን ንህዝቢ ኤርትራ ጸገም ክኾንዎ ድኽእሉ እዚኦም ከምዚኦም ድኣመሰሉ ሰባት እዮም። ናብ ዝቕጽል መደብ ምስ እንሓልፍ ድማ ተኻታተልቲ ነባት ሜድያ መንግስቲ ኢትዮጵያ ኣብ ልዕሊ ፋኖ ኩናት ኣዊጁ ከም ዘሎ ንዕኦም ንምድምሳስ ኣብ ዝሓለፈ ግዜ ወፍሪ ከም ዝጀመረ ርኢና ኔርና። ግን ብከምዚ መልክዕ ከምዚ ንርእዮ ዘለና ይማረክ ኣሎ መካይኑ ይቃጸላ ኣጽዋሩ ይማረክ ኣሎ ንዑ ዝምልከት ሕጽር ዝበለ ቪድዮ ውን ኣለና ናባኩም ክነብሎ ኢና። አይዞህ በጣም በጣም አይዞህ ወንድሜ አይዞህ፣ ምን ችግር የለውም አይዞህ።
ሕራይ እምበር ተኸታተልቲ ነባት ሜድያ ከምዚ ንሪኦ ዘለና ኣብ ክልል ኣምሓራ እዩ ንፋኖ ወይ ድማ ንዕጡቓት ፋኖ ንዕጡቓት ናይ ኣምሓራ ንኸጥፍእ ወፍሪ ከም ዝገበረ ኩናት ከም ዝገበረ ኣብ ዝሓለፈ ሰሙን ድማ ከም ዝጀመረ ርኢና ኣለና ግን እቲ ኣለኒ ዝብሎ ዘሎ ፈርካሽ ሰራዊት ምስ ኣጽዋሩ ምስ መካይኑ ብኸምዚ ንርእዮ ዘለና ኣገባብ ኣብ ፍቐድኡ ይማረኽ እዩ ዘሎ ማለት እዩ። ኣብ ዝሓለፈ ግዜ ሓበሬታታት ሰሚዕና እንተኾይንና ድማ ፋኖ ምሩኻት ስለ ዝበዝሕዎ ክቕልቦም ስለ ዘይክእል ንቐይሕ መስቀል ሕቶ ኣቕሪቡ ከም ዝነበረ ቀይሕ መስቀል ድማ ባዕሉ ክቕልቦም ምዃኑ ከም ዝሓበረ ኣብዚ ማሕበራዊ ሜድያ እውን ክጋዋሕ ፀኒሑ እዩ። ነዚ ፈርካሽ ሰራዊት ሒዙ እዩ ዓሰርተ ግዜ ኣብዚ ማሕበራዊ ሜድያ ኣንፃር ኤርትራ ጎስጓስ ዝገብር ዘሎ ወይ ድማ ከፈራርሕ ዝውዕል ዘሎ። ኪኖ ምፍርራሕ ዝኸይድ ዝኾነ ትርጉም ዘለዎ ነገራት ክገብር ከም ዘይክእል ግን ኩሉ እዚ ኣብ ባይታ ዘሎ ንዕዘቦን ንርእዮን ዘለና መርኣያ እዩ ማለት እዩ ወይ ድማ መረጋገፂ እዩ። ስታሊን ፕሬዚደንት ኢሳያስ ኣፈወርቂ ኣብ ቀረባ እዋናት ናብ ትግራይ ክመፅእ ምዃኑ ኣንፈት ሂቡ ኣሎ። ናብ ስታሊን ከብለኩም ሓቢርና ንስማዓዮ። በስካር መንፈስ በስካር መንፈስ መንፈስ ከኖርዌይ ከመጣ በኋላ የጋበዘው ግብዣ ነበር ለፕሬዚደንት ኢሳያስ አፈወርቂ መቀለ እንዲመጣ መቀለ እንደሚመጣ እኔ አልጠራጠርም አንድ ቀን

የመገናኘት ጥማቸው እንዲሳካ በጸሎታችሁ እንድታግዙን አደራ ልላችሁ እፈልጋለሁ።
ፕሬዚደንት ኢሳያስ ኣፈወርቂ ናብ ትግራይ ናይ ምምፃእ ተኽእሎ ከም ዘሎ ናይ ኣብይ ኣሕመድ ኣምፂዎ ዘሎ ድማ ኣብይ ኣሕመድ ዝተዛረቦ ዘረባ እንታይ እዩ ዘርእየካ ፕሬዚደንት ኢሳያስ ኣፈወርቂ ኣብ ልዕሊ ህዝቢ ትግራይ ዝኾነ ይኹን ሕማቕ ነገር ከም ዘይምነን ሕማቕ ነገር ከም ዘይሓስብን ነቶም ፕረዚደንት ኢሳያስ ኣፍወርቂ ኣብ ልዕሊ ህዝቢ ትግራይ ከምዚ ድብል ከምዚ ድሓስብ ከምዚ ድገብር ኢልኩም ኣብዚ ማሕበራዊ ሚድያ ሰብ ተናሽው ተደናግሩ ወይ ድማ ሰብ ከተታልሉ ትውዕሉ ዘለኹም ዓቢ ጽፊዒት እዩ ማለት እዩ። ስለዚ እዚ ጽፍዒት እዚ ከኣ ዕረ እናጠዓመኩም ተቐቢልኩሞ ስቕ ምባል ጥራይ እዩ ከድልየኩም። ሕራይ እምበኣር ተኻታተልቲ ነባት ሜድያ ንሎሚ ኣዳሊናዮ ዝነበርና መደባት ነዚ ዝተኻታተልኩሞ ይመስል ነይሩ። ኣብ ቀጻሊ ብኻልእ ፍልይ ዝበለ መደባት ክሳብ ንራኸብ ኣብ ዘዘለኹሞ ሰላምን ጥዕናን ንዓኹም ይኹን።